ብብዙሓት ኣንቃሕቲ ሚድያ ተወቒሱ። ትማሊ ሰንበት 5 ሓምለ 2018 ዓመተ ምህረት ኣብ ክልል ኣምሓራ ከተማ ደብረ ማርቆስ ኣብ ምርቓ መዕርፎ ነፈርቲ ንጉሰ ተክለ ሃይማኖት ተረኺቡ ኣብ ዘስምዖ መደረ ብሰንኪ ዕጡቓት ኣብ መላእ እዛ ሃገር ስግኣት ምንቅስቓስ ከም ዘሎ ሓቢሩ። እቲ ቀዳማይ ሚኒስትር ኣብ ወግዑ ደብረ ማርቆስ ኣብ ዘበን ንግስና ሃፀ ዮሐንስ ራብዓይ ትብደል ከም ዝነበረት ኣምሲሉ ዘቕረበሉ መንገዲ ብብዙሓት ኣዘራራቢ ኮይኑ ኣሎ። ደብረ ማርቆስ ኣብ ዘመን ሃፀ ዮሐንስ ይጥዓሞ ኣብ ዘመን ጣልያን ኣይጥዓሞ ክብል ምስ መግዛእቲ ጣልያን እናነጻጸረ ዝገለጸሉ መንገዲ እዚ ዝበሃል ሰረት ታሪኽ ዘይብሉን ኮነ ተባሂሉ ህዝብታት ዘቋስልን እዩ ክብሉ

ዝመርሕ ዘሎ ከሓዲ ስለ ዝኾነ ዝመርሕ ዘሎ ካብ እግዚኣብሔር ዝወፀ እዩ ኣብ ቤተ ክርስቲያን ተዓቂቦም ኣብ ዝመሃርሉ ሰዓት ደሞ ዘይ ብዘይ እምነቶም ብዘይ ርድኢቶም ብዘይደልይዎ መንገዲ ያውም ኣብ ዘይሓሰብዎ ሰዓት

ኣብ መንጎኦም ተፈጢሩ ዝነበረ ሓጓፍ ብምእላይ ኣብ ዝቕጽሉ ኣርባዕተ መዓልታት ብይቕሬታ ናብ ሓደ ክመጹ ኣብ ምርዳ በጺሖም ከም ዘለዉ ተሓቢሩ ኣብ ዝሓለፈ ኣዋርሕ ብሰንኪ ምግምማዕ ህወሓት ኣብ ሰለስተን ልዕሊውን ተኸፋፊሉ ነንባዕሉ ክናቖት ዝጸንሐ መንበረ ሰላማ ለባማት ረኺቡ ናብ ቅኑዕ መንገዲ መጸ ምህላው ካብ ውሽጢ ትካል ዝተረኽበ ሓበሬታ የመላኽት። ምግምማዕ ህወሓት ከም ውሽጣዊ ቁስሊ ግቦን ጥቕማ ጥቕምን ከም ደጋዊ ምስሊ ከናግዖ ዝጸንሐ እዚ መንበር ሰበ ስልጣን መንግስትን ላዕለዎት ሓለፍቲ ጸጥታን ኢዶም ሓዊሶምሉ ኣብ ልዑል ጥርዚ በጺሑ ምንባሩ ኣብ ዝሓለፈ ሰሙን ኣብ ልዕሊ ብፁዓን ኣቦታት ኣቡነ ኣረጋውን ኣቡነ ናትናኤልን ዝተገበረ ፈተነ ቅትለት እኹል መራኢ ምዃኑ እናተገለጸ እዩ። እቲ ኣብ ልዕለቶም ብፁዓን ኣቦታት ዝተፈተነ መነወር ክስተት ኣዝዩ ዘደንግጽ ተግባር እኳ እንተኾነ ሎሚ ናብ ሓደ ዘምጽእ ሰላማዊ ዜና ምውዝዑ ግን ልቢ ብዙሓት ከም ዝመለሰ ተሓቢሩ። ክቡራትን ፍትዋትን ተኸታተልትና ንሎሚ ዘዳለናልኩም ትኩስ ሓበሬታ እቲ ክትከታተልዎ ዝጸናሕኹም ይመስል ነይሩ። ንምክትታልኩም ካብ ልቢ ነመስግን። መደባትና ቀልጢፎም ክበጽሕኹም ላይክ፣ ሸር፣ ሳብስክራይብ ብምግባር ቤተሰብ ኩኑም። ሰላም